ሰላም ሰላም ክቡራት ሰማዕቲ ናይዚ መደብ እዚ ተኸታተልቲ ካብ እግዚኣብሔር ኣቦናን ካብ የሱስ ክርስቶስ መድሓኒናን ሰላም ንዓኻትኩም ይኹን ካብ ካልኣይ መልእኽቲ ጳውሎስ ናብ ሰብ ተሰሎንቄ ምዕራፍ ሰለስተ ቁፅሪ ሓሙሽተ ዘሎ ጐይታ ኸዓ ንልብኹም ናብ ፍቕሪ ኣምላኽን ናብ ትዕግስቲ ክርስቶስን የቕንዓዮ ኢሉ ደብዳቤ ጽሒፍሎም ሃዋርያ ጳውሎስ መን እዮም እዞም ሰብ ተሰሎንቄ ስለምንታይከ ከምኡ ኢሉ ጸናኒዕዎም ካብ ቃል ኣምላኽ ክንርኢ ኢና። ስለዚ ኣርእስትና ልብኹም ናብ ፍቕሪ ኣምላኽን ናብ ትዕግስቲ ክርስቶስን የቕንዓዮ ብዝብል ኣርእስቲ ካብ ቃል ኣምላኽ ካብ ካልኣይ ተሰሎንቄ ሳልሳይ ምዕራፍ ካብ ሓደ ክሳዕ ሓሙሽተ ዘሎ ክሕልፍ እየ ስለዚ ኣቱም ትሰምዑ ቃል እግዚኣብሔር ንኸንቱ ኣይጸሓፍን እዩ እሞ መልእኽቲ ኮይኑ ንልብኹም ንምጽንናዕ ንምብርታዕ መታን ክኾነኩምሲ ኣስተውዒልኩም ስምዑ ቃል ኣምላኽ ህያው እዩ ንሰብ ተሰሎንቄ እተባህለ ንዓና እውን ሕጂ ኣይልወጥን እዩ እሞ እግዚኣብሔር ክዛረበና ንጸሊ ኣብቲ መጨረሽታ ሓደ ደቂ ክተርፎ ከሎ ሕውማት ጭኑቓት፣ ጸልማት ዘጎልበበኩም፣ ተስፋ ዝቖረጽኩም፣ ኣብ ስም የሱስ ክርስቶስ ተወከሉ፣ ኣብቲ ዝሕመኩም ከኣ ኢድኩም ኣንብሩ እሞ፣ እግዚኣብሄር ብሓይሊ መንፈስ ቅዱስ መጺኡ፣ ስሙ ስልጣን ስለ ዘለዎ ከናግፈኩም እዩ። እግዚኣብሄር ተመስገነ ይኹን፣ ክብሪ ኩሉ ንዕኡ ይኹን፣ ኣሜን። ሰማያዊ እግዚኣብሔር ኣቦ ነመስግነካ ኣለና ካብ ዘለኣለም ንዘለኣለም ትቕዱስ ስምካ ይባረኽ እግዚኣብሔር በዚ ቅዱስ ቃልካ ጌርካ ንዓይ ንሕዋተይን ክትዛረብ ፅልያ ኣለኹ ኣብ ቃልካ ተኣምራት ኣሎ ኣብ ቃልካ ሓይሊ ኣሎ ኣብ ቃልካ ፈውሲ ኣሎ ኣብ ቃልካ ምፅንናዕ ኣሎ ኣብ ቃልካ ተስፋ ኣሎ እሞ በዛ ሰዓት እዚኣ ብቅዱስ ቃልካ ክትዛረበና ፅሊ እግዚኣብሔር ኣቦ ኣብ ኩሉ ኣገልግሎትና ድማ ንስኻ ሕበረና ቃልካ ተላኢኹ ከየስለጠ ኣይምለስን እዩሞ ኣብቶም ዝሰምዕዎ ከይዱ ከስልጥ ከኣ ጸሊ ኩሉ ክብሪ ብየሱስ ክርስቶስ ስም ንዓኻ ይኹን ኣሜን ኣብ ካልኣይ ተሰሎንቄ ምዕራብ ክልተ ኣቐድም ኣቢሉ እቲ መከረኦም ከመይ ከም ዝነበረ ከመይ ከም ዝኾነ ተዛሪቡ ኣሎ ኣብ ቀዳማይ ካልኣይ ተሰሎንቄ ምዕራፍ ሓደ እንተ ደኣ ካብ ሓደ ስጋ ዓሰርተ ኣንቢብናዮ ምዕራፍ ክልተ ኣይኮንኩን ምዕራፍ ሓደ ተንቢብናዮ ኣዝዩ ዘሸግር ፈተናታት ከም ዝበጽሖም ተዛሪቡ ኣዘኪርዎም ኣሎ ካልኣይ መልእኽቲ ኣዛ ተሰሎንቄ ካልኣይ መልእኽቲ ይጽሕፈሎም ዘሎ ስለዚ ኣብ ፈተና እዮም ዘለዉ ኣብ ጸበባ እዮም ዘለዉ ኣብ መከራ እዮም ዘለዉ ኣብ ግብሪ ሃዋርያት 17 ድማ ከመይ ኢሎም ብብርቱዕ ጸበባ ወንጌል ከም ተቐበሉ ይዛረብ እዩ ሎሚ ድማ ብዘሎ ዓለም ኣብ እምነት ክርስትና ብርቱዕ ፈተናታት ኣሎ እዚ ቓል ዝምበኣር ኣብ ፈተና ንዘሎና ጽቡቕ ምጽንናዕ ካብ እግዚኣብሔር እተላእከ ቓል ክኾነና ስለ ዝኽእል ኣስተውዒልና ንስማዕ። ከንብቦ እየ ካብ ሓደ ስጋዕ ሓሙሽተ ግና ኣብ ሳልሳይ ምዕራፍ እንታይ ይብል ከም ዘሎ። ብዝተረፈ ሳቶም ኣሕዋትና ኢልዎም እምነት ናይ ኩሉ ሰብ ኣይኮነትን እሞ እቲ ቃል እግዚኣብሔር ከምቲ ኣባኻትኩም ዝኾኖ ዘሎ ምእንቲ ክጎይን ክኸብርንሲ ክጎይ ንቕድሚት ክደፍእ ክኸብር ከኣ ኣብ መንጎ ህዝቢ ኣብ ህይወት ሰባት ተቐባልነት ክረክብ ክቡር ስለ ዝኾነ ዘናግፍ ናይ እግዚኣብሔር መልእኽቲ ናይ ሰማያዊ ኣምላኽ ናይቲ ኣብ መስቀል ሞይቱ ሳልሰይቲ መዓልቲ ተንሲኡ ኣብ የማን ግርማ ተቐሚጡ ዘሎ ጎይታ ክብሪ መልእኽቲ ስለ ዝኾነ ካብቶም ዓመፅን እኩያት ሰባትን ክንድሕን ጸልዩልና መን እቲ ቃል ኣምላኽ ቃል እግዚኣብሔር ከምቲ ኣባኻትኩም ኮይኑ ዝኾኖ ዘሎ ምእንቲ ክጎይን ክኸብርን ቃል ኣምላኽ ኣብ ተሰሎንቄ እናስፋሕፍሐ ኸይዱ ሓንሳእ ምስ ተቐበልዎ ሲ ናብ ኩሉ ተዘርጊሑ ይኸብር ከዓ ነይሩ ሓይሊ ነይርዎ እግዚኣብሔር ተመስገነ ይኹን ካብቶም ዓመፅን ኡኪያት ሰባት ክንድሕን ጸልዩልና ንሕና ውን ነገልግል ኢና ዘለና እሞ ኣብ ጸሎትኩም ደግፉና ከምቲ ኣባኻትኩም ዝዓይ ዘሎ ኣብ ካልእ ከዓ ክዓዪ ምስ በለ ግናኸ እቲ ዘጽንዓኩምን ካብ ክፉእ ዝሕልወኩምን ጎይታ እሙን እዩ ዋላ ብፈተና ሕለፉ እቲ ኣብ እምነት ዘጽንዓኩም ካብ ኩሎ ክፉእ ሰባት ዝመሃዝዎን ዝሃንደስዎን ዝወጠንዎን ዘድሕነኩም ጎይታ እሙን እዩ ከም ቃል እዩ ዝሕሎ ኣምላኽ ኣጆኻ ዝብል ኣምላኽ እዩ ሕራይ እቲ እንእዝዘኩም ከዓ ትገብርዎ ከም ዘለኹምን ድሕሪ ህጂ ከም ትገብርዎን ብዛዕባኻትኩም ኣብ ጎይታ እምነት ኣለና ኢልዎም ጎይታ ከዓ ኢልዎም ብወገንኩም ነቲ ቃል ተኣዘዝዎ ጎይታ ከዓ ንልብኹምን እባ ንልብኹም ናብ ፍቕሪ ኣምላኽን ናብ ትዕግስቲ ክርስቶስን የቕንዓዮ እቲ ልብሲ ሸፋቲ ስለ ዝኾነ ናብ ካልእ ተወሳዲ ስለ ዝኾነስ ኣታ ናባይ ጠምት ከም ትብሎ ኘውነጀው ዝብል ሰብ ልቦም ድማ ናብ እግዚኣብሔር ናብ ፍቕሪ ኣምላኽን ናብቲ ኣብ መስቀል ክንድዚ ጽንጽራር ካብቶም ተጻረርቱ ካብቶም በደልቱ እተዓገሰ ክርስቶስን ክጥምትዎ እሞ ፍቕሪ ኣምላኽ ዘይልወጥ ትዕግስቲ ክርስቶስ ከዓ ኣብ መስቀል ዘገርም ብኡ ክጸናንዑ ይምህሮም ኣሉ እምበኣር ጎይታ ንልብኹም ናብ ፍቕሪ ኣምላኽን ናብ ትዕግስቲ ክርስቶስን የቕንዓዮ ፍቕሪ ኣምላኽ እንታይ እዩ? ዜቋርጽ ዘይልወጥ ትዕግስቲ ክርስቶስ ከ ማእለያ ዘይብሉ መዋዳድርቲ ዘይብሉ ኣብ እብራውያን ምዕራፍ 12 ከነንብቦ ኢና ኣብቲ ላዕሊ ኣብ ምዕራብ ክልተ ድይብ ኢልና ቁፅሪ 16 ተንቢብና ግናኸ ጎይታና የሱስ ክርስቶስ ባዕሉን እቲ ዘፍቀረናን ጎይታና የሱስ ክርስቶስ ባዕሉን እቲ ዘፍቀረናን ኣምላኽ ማለት እዩ ብጸጋ ናይ ዘለኣለም ምጽንናዕን ጽቡቕ ተስፋን ዝሃበና እግዚኣብሄር ኣቦናን ዘፍቀረናን ጎይታና የሱስ ክርስቶስ ባዕሉን እቲ ዘፍቀረናን ብጸጋ ናይ ዘለኣለም ምጽንናዕ ዘይቋርጽ ጸጋ ምጽንናዕን ጽቡቕ ተስፋን ዝሃበና ዘለኣለማዊት ህይወት ጸቡቕ ተስፋ ንሱ እዩ ዝሃበናን እግዚኣብሔር ኣቦናን ብሰናይ ግብርን ቃልን ዘበለ ልብኹም የጸናንዕን የበርታዕን ኢሉ ብዘገርም ኣብ ልቦ ብፍቕሪ ጥምቶም ሰባት ስለ ዝኾኑ ከምዚ ዓይነት ደብዳቤ ጽሒፉሎም እሞ ልብና ናብ ፍቕሪ ኣምላኽን ናብ ትዕግስቲ ክርስቶስን ከቕንዕ ክንዲ ዝግብኦ ልቢ ሸፋቱ እዩ ናብ ብዙሕ ቦታታት እዩ ዝኸይድ እዞም ሰባት እዚኣቶም ከምቲ ዝበልኩኹም ኣብ ፈተና እዮም ዘለዉ ኣብ ብርቱዕ ፀበባ እዮም ዘለዉ ኣብ ቀዳማይ መልእኽቱ ኣብ ፀበባ ከም ዘለዉ ፅሒፍሎም ሲ ኣብ ካልኣይ መልእኽቱ ከዓ እቲ ፀበባ ከም ዘይቋረፀ ይዛረብ ዘሎ ፈተና ከም ዘለዎም ገይሩ እዩ ዝዛረብ ዘሎ ነጊረኩም እየ ኣብ ቀዳማይ ምዕራፍ ኣብዛ ካልኣይቲ መልእኽቲ ጳውሎስ ናብ ሰብ ተሰሎንቄ እንታይ ኢልዎም ቁፅሪ ሓሙሽተ ነታ ብዛዕባኣ መከራ እትፀግቡ ዘለኹም መንግስቲ ኣምላኽ ብቑዓት ኮንኩም ምእንቲ ክትቁፀሩ እዚ መከራኹም ግሉፅ ምልክት ናይቲ ቕኑዕ ፍርዲ ኣምላኽ እዩ በቲ ምግላጽ ጎይታና የሱስ ክርስቶስ ካብ ሰማይ ምስ መላእኽቲ ስልጣኑ ንኣኻትኩም ጸቢብኩም ዘሎን ምሳና ዕረፍቲ ነቶም ዘጽብልኩም ዘለዉ ድማ ጸበባ ክፈዲ ቅኑዕ ፈራዲ እዩ እግዚኣብሔር ተዓማፂ ትገፋዒ ትዘሳድድ ኣሳዲዱ ጠጠው ዝብል ኣይኮን እግዚኣብሔር ይዕገሶ ኣሎ እግዚኣብሔር ይጽመሞ ኣሎ እግዚኣብሔር ግና ስለምንታይ ከም ዝበሎ ንጳውሎስ ከሳጉግ ኢሉ ምስ ከደ ሳኦል ሳኦል ንምንታይ ትሰጎኒ ኣለኻ ኢልዎ ኣብ ሰማይ ኮይኑ እሞ ከዓ ምድርን ዘለዎ ቅዱሳን የሳጉግ ነይሩ ንስኻ መን ኢኻ ኢልዎ ኣነ ንስኻ ትሰጎኒ ዘለኻ የሱስ ክርስቶስ ኢሉ እቶም ዘሳድዱ ኣንጻር ክርስትያናትን ኣመንትን ጽልኦምን ክፍኣቶምን ዘቕንዐ ሰባት ንየሱስ እዮም ዘሳጉጉ ዘለዉ ኣብታ ትሰምዕ ኣስተውዕል እብለካ ኣለኹ ስለዚ እዞም ሰባት እዚኣቶም ግና ፍቕሪ ኣምላኽ ዘይቋርፅ ትዕግስቲ ክርስቶስ ከዓ ትምህርቲ ክኾኖም ይዛረቦም ኣሎ እስከ ከመይ ኢሎም እዮም ጎይታ ተቐቢሎም ክርስቶስ ክምስክረሎም ከሎ ጳውሎስ ኣብ ግብሪ ሃዋርያት 17 ካብ ሓደ ስጋዕ ትሽዓተ ዘሎ ቅልጥፍ ኢለ ከንብቦ ብኣምጲፊሎስን ብኣጶሎንያን ኣቢሎም ከዓ ናብ ተሰሎንቄ ኣተው ኣብኡን ቤት ጸሎት ኣይሁድ ነበረት ጳውሎስ ከዓ ከምቲ ልማዱ ናባታቶም ኣትዩ ሰለስተ ሰንበት ብፅሑፋት ምሳታቶም ተዘራረበ ንክርስቶስ ክስቀን ካብ ምዉታት ክትንስእን ከም ዝግብኦ እዚ ዝሰብከልኩም ዘለኹ የሱስ ከኣ ክርስቶስ ጐይታ ጐይታ ክብሪ እዩ ክርስቶስ ማለት ቅቡእ ክቡር ማለት እዩ የሱስ ከዓ ክርስቶስ እዩ ኢሉ እናተርጎመ ይገልጸሎም ነበረ ካባታቶም ከዓ ሓያሎ ኣሚኖም ናብ ጳውሎስን ሲላስን ተጸንበሩ ኣዝዮም ብዙሓት ካብቶም ንኣምላኽ ዝፈርሁ ጽርኣውያን ካብተን ዓበይቲ ኣንስቲ ሒደት ዘይኮኑ ከምኡ ገበሩ እቶም ዘይኣመኑ ኣይሁድ ከኣ ቀኒኦም ካብቲ ዕዳጋ እኩያት ሰብ ወሰዱ። እኩያት ሰባት እንታይ ድዩ ኢልዎም? ብዝተረፈስ ኣቱም ኣሕዋትና ኢልዎም ኣብዚ ካልኣይ ተሰሎንቄ ሳልሳይ ምዕራፍ እኮ ነጊረኩም እየ ኣቱም ኣሕዋትና እምነትኩም እምነት ናይ ኩሉ ሰብ ኣይኮነትን ኩሉ ሰብ ኣይኣምንን እዩ ንወንጌል ጸረር ናይ ኩሉ ሰብ ኣይኮነትን እሞ እቲ ቃል እግዚኣብሔር ከምቲ ኣባኻትኩም ዝጎይ ዘሎ ምእንቲ ክጎይን ክኸብርንሲ ካብቶም ዓመፅትን እኩያት ሰይጣን ዘለዓዓሎም ሰይጣን ዘለዓዓሎም ካብቶም ዓመፅን እኩያት ሰባትን ክንድሕን ፀሊልና ከም ዝበለ እኩያት ሰባት ኣልዒሎምሎም ኣብ ግብሪ ሃዋርያት 17 እንታይ ይብል ኣብ ቁጽሪ ሓሙሽተ ኣለኹ እቶም ዘይኣምኑ ኣይሁድ ከኣ ቀኒኦም ካብቲ ዕዳጋ እኩያት ሰባት ወሰዱ ህዝቢ ኣኪቦም ድማ ነታ ከተማ ኣናዓብዋ መናዓብቲ ሰላም ናይቲ ሰብ ዝዘርጉ ንቤት ያሶን ሓደጋ ወዲቖም ከኣ ናብቶም ህዝቢ ከውፅዎም ደለዩ ምስ ሰኣንዎም ግና ንያሶን ንያሶንን ንሓያሎ ካብ ኣሕዋትን ናብቶም መኳንንቲ እታ ከተማ ምስ መኳንንቲ ኮይኖም ይሰርሑ ምስ ፖለቲካ ኮይኖም ዝሰርሑ ናብቶም መኳንንቲ እታ ከተማ ስሒቦም እዞም ንኩሉ ዓለም ዘናዕቡ ዘናዕቡስ ናብዚ ከዓ መፅኦም ናይ ሰላም ወንጌል ኣምፅኦምስ መናዓብቲ ሰይጣን እኳ እዩ ዘካፍኦም ዘሎ ሰይጣን ወንጌል ብስራት ናይ የሱስ ክርስቶስ ሒዞም ከይዶምስ መናዓብቲ ኣመለኻኽታ ናይ ህዝብኻ ረኣዮ። ንስኻ እውን ካብ መን ኢኻ ካብ መን ኢኺ? ሕራይ ያሶን ከም ኣጋዥ ተቐቢልዎም ኣሎ። ንሳቶም ኩላቶም ምስ ኣዋጅ ቄሳር ዝጻላእ ነገር ይገብሩ። ብፖለቲካ መጽሞ ቄሳር መራሒ ናይ ሮማ በዓል ስልጣን እዩ። ብኣንጻር ብፖለቲካ እንተመጻናዮም እዮም በቃ ኣንጻር ምሳና ኮይኖም እቲ መንግስቲ ዝዓይ እናበሉ ዘይኮነ ምሂዞም ዝዛረቡ እግዚኣብሔር ከ ኣይርእን ዶ ኣይሰምዕን ዶ እሙን እዩ ኣታ እሙን ይብለካ ኣለኹ ግና ኸ እቲ ዘጽንዓኩምን ካብ ክፉእ ዝሕልወኩምን ጎይታ እሙን እዩ እሙን እሙን እሙን ስብሓት ንስሙ ይኹን እዩ እወ ምስ ኣዋጅ ቄሳር ዘጻልኣ ነገር ይገብሩ የሱስ ዝበሃል ካልእ ንጉስ ኣለውን ይብሉ እዮም ዋይ እወ ንጉስ ነገስታት እብለካ ኣለኹ ዋላ እታ በዓል ስልጣን ኢየሱስ ንጉስ ነገስታት እዩ ክድሕን ግና ይፅመመካ ኣሎ ክድሕን ግና ይፅመመክ ኣሎ ይፆረካ ኣሎ ይዕገሰካ ኣሎ ናብ ንስሓ እንተመፃኻ ኢሉ ናብ ንስሓ እንተመፃኺ ኢሉ ስምዓታ ሰብ ኩሉ ሰብ እኮ ክመውት እዩ እቲ ሓደ ቀልጢፉ እቲ ሓደ ድሒሩ መውት ኸውን ኣብ ቅድሚ መም- መንበር ፍርዲ ክርስቶስ ጠጠው ክትብል ኢኻ ጠጠው ክትብል ኢኺ ንሳቶም እዚ ንዝሰምዑ ሰባት ንሳቶም እዚ ንዝሰምዑ ሰባትን ንመኳንንቲ እታ ከተማን ኣዕገርገርዎም ንያሶንን ነቶም ካልኦት ኣሕዋት ውሓስ ኣትኪሎም ከዓ ሓደግዎም ውሓስ ኣትኪሎም ከይትገብሩ እናበሉ ሎሚ ከምኡ ገብሩ ኣለዉ ስማዕ ወንጌል ኣይ ክልከልን እዩ። ወንጌል ዝኽልክሎ ወላ ሓደ የለን። ዋንኡ ኣምላኽ ስለ ዝኾነ፣ ዋንኡ የሱስ ስለ ዝኾነ። ሽዑ በዓል ጳውሎስን ሲላስን ነቲ ቦታ ሓዲጎሞ ከይዶም ማለት እዩ። ኣብ ቀዳማይ ሰሎንቄ ሳልሳይ ምዕራፍ ጢሞቴዎስ ልኢኹ ከመይ ከም ዘሎ ሃለዋቶም ክፈልጥ ሰዲድዎ እዩ። እሞ ልብና ኣቱም በእምነት ብክርስቶስ ኣብ ስደት ንርከብ ሰባት ልብና ሲ ናበይ ዘቕንዕ ናብ ፀላእትና ኖ ናብ ትሽግር ኖ ናብ ገዛ ርእስና ኖ ፀላኢ እንታይ እዩ ዝገብር ልብኻ ናብቲ ኣብ ዙርያኻ ዘሎ ኩነታት ብኡ ክትተሓዝ እዩ ዝገብር እዚ እንተ ደኣ ኮይኑ ከዓ ካብ ምስጋና ንኣምላኽ ካብ ምኽባር ካብ ምምስጋን ደው የብለካ ኣብ ፊልጲ ሃዋርያ ጳውሎስ ከትኪቶም ምስ ሲላስ ዓቕሎም መሰፅበብሎም እዚ ኩሉ ተኸትኪቶም ክነሶም ብጸሎትን ብምስጋናን ኣብ ቤት ማእሰርትን እግዚኣብሔር የኽብሩ ነይሮም ስለዚ ዓላማና ናብ ቁስልና ናብ መከራና ዘይኮነስ ናብቲ ዘፍቅረና ኣምላኽ ናብቲ ህያው ከም ቃል ዝኾነ ከነድህብ እዩ መጽሓፍ ቅዱስ ዝዛረበና ስለዚ እዚ ዘንበብናዮ ፍቕሪ ኣምላኽ ከም ዘይቋርጽ ፍቕሪ ኣምላኽ ንህዝቡ ዋላ መከራ ይግጠሞም ዋላ ብብዙሕ ይለፉ ፍቕሩ ከም ዘይቋረጽ ከምዘይ ነጽፍ ኩሉ ሳዕ ከም ሰንደቅ ዕላማ ኣብ ቅድሚኦም ከም ዘሎ ንምሕባር እዩ ካልኣይ ድማ ክርስቶስ ኣብ መስቀል ዝኩሉ ክጻረርዎ ከለዉ ዝተዓገሶ ምዕጋስ ድማ ካብ መስቀል ክምሃር እዩ ስለዚ ኣብ መስቀል የሱስ ክርስቶስ እንተ ደኣ ጠሚትና ኣብኡ ፍቕሪ ኣምላኽ ኣሎ ኣብኡ ድማ ትዕግስቲ ኣምላኽ ኣሎ ኣበይ ኣብ መስቀል ምክንያቱ ንክርስቶስ ኣብ መስቀል ክስቀል ዝገበሮ ኣምላኽ እዩ እምበር ሰብ ኣይኮነን ምእንታይን ምእንታኻን ክንድሕን መድሃኒ ኣለም ተባሂሉ ተፀውዐ ብኡ ምክንያት እዩ ሞይቱ ኣይተረፈን ብሳልሰይቲ መዓልቲ ተንስኡ ሕጂ ኸ ኣብ የማን ግርማ ተቐሚጡ ኣሎ ንፀላእቱ መርገፂ እግሩ ገይርዎም ኣሎ ግና ይዕገስ ኣሎ ንመዓልቲ ምድሓን ንዓኻ ንዓኺ ንዓይ እምበር ሕምብርቲ መልእኽትና እንታይ እዩ እቲ እነምልኾ ኣምላኽና ልዕሊ ኣእምሮና ልዕሊ ኩነታትና ልዕሊ ሽግርና ልዕሊ መከራና ልዕሊ ሕማምና ልዕሊ ዝኾነ ከም ዝኾነ ፈሊጥና ነቲ ኣብኡ ዘለና እምነት ምእንቲ ክዓቢ እሞ ምምስጋን ክንክእል ከይዘብል ብነገር ከይተሓዝ ከነዕብዮ ክንውድሶ ኣብ ዝኾነ ኩነታት ንሃሉ ንምግላፅ እዩ ከመይ ንኣብነት የቕንዓዮ ዝብል ቃል ክንርኢ ከለና እንታይ እዩ ኣብዞም ናይ ጠፈር ዝዓዩ ናይ ኣየር ገለ ኩነታት ዝርዩ ራዳር ዝበሃል ኣሎ ሕጂ እቲ ራዳር ምስቲ ኩነታት ከመይ ይኸይድ ኣሎ ክሪኡ የቕንዕዎ እዮም ይዝውርዎ እዮም ልብና ድማ ከምኡ ዝዝወር ስለ ዝኾነ መዘወር ህይወት ናትና ስለ ዝኾነ ልብና ናብ ዘቕንዖ ናብኡ ገፅና ስለ ንውሰድ ልብና ናብ ፍቅሪ ኣምላኽን ናብ ትዕግስቲ ክርስቶስን ከቕንዖ ኢሉ ይፅልየሎም ኣሎ እግዚኣብሔር ተመስገነ ይኹን ወይ ድማ መዝሙር ዳዊት ሚእትን ዕስራን ሓደ እንታይ ኢሉ ናብ ከረን ፅዮን ኣቢሉ ክድይብ ከሎ እቲ ኣይሁዳዊ እንታይ ኢሉ ኣዒንተይ ናብ ኣኽራን የልዕል ኣለኹ ረድኤተይ ካበይ ዝመፀኒ ካብዞም ኣኽራን ኣይኮነን ረድኤተይ ካብቲ ሰማይን ምድርን እዩ ዝመፀኒ ንሱ ንእግረይ ኣየሰናኸልን ሓላዊ ኣይታኸስን እግዚኣብሔር ኣብ የማነቲ ኢደይ ፅላለ እዩ እግዚኣብሔር ኣይገድፈንን እዩ እናበለ ክዛረብ ከሎ ንርኢ ስለዚ ከምቲ ክሳዕ ዝመፀካ ተስፋ ብምግባር ከይቋርፅካ እትቋመቶ ከምኡ ከዓ ንሕና ዓይንትና ካብቲ ኣብ ዙርያናን ኣብ ኩነታትናን ዘሎ ኣልዒልና ልብና ምስናይ ቀልብና ናብ ፍቕሪ ኣምላኽን ናብ ትዕግስቲ ክርስቶስን ምእንቲ ከነቕንዖ ይትዕላማ ውዲት ሰይጣን ግን እንታይ እዩ ካብ ፍቕሪ ኣምላኽ ከ ዝብለና ኣምላኽ ዘፍቅረካ ተዝኸውን ደኣ ዝብል የምጻልካ ኣብቲ ሓሳብካ ኣምላኽ ዘፍቅረኪ ተዝኸውን ደኣ ክሳዕ መዓስ ኢኻ እሞ ክትዕገስ ዝብል ቋንቋ ኸኣ ዛርብ ቀዳማይ ኣምላኽ የፍቅረካ ተዝኸውን ደኣ ካልኣይከ ክሳዕ መዓስ ኢኸ ደኣ ክትዕገስ ዝብል ፈተና ናብ ኣእምሮ ናይቶም ኣብ ስደት ኣብ መከራ ዘለዉ የምፅእ እዩ እግዚኣብሔር ግና ህያው እዩ ኣብ ዝፋኑ እዩ እሞ እግዚኣብሔር በርደጋ ይብልን ይብል እምበር እግዚኣብሔር ፍቅሩ ዝገልፀሉ ሰዓታት የለን ፍቅሩ ከምዘይቋርፅ ኣሎ እምበር ብብዙሕ ፈተና ምስ ሓለፍካ ደበኽ ኣብርሃም እኮ ብብዙሕ መንገዲ ኣብቲ መጀመርያ ብሃይ በሎን ድሕሪ ዕስራን ሰለስተን ዓመት ግና ቅልቅል ኢሉ ኣብርሃም ኣነ እቲ ዝኽሉ ዝኽእል ኣምላኽ እየ ኣብ ቅድመይ ተመላለስ ፍጹም ከዓ ኹን ኢሉ በርደግ ኢሉ ኣበይ ኣብ ዘፍጥረት ምዕራፍ ዓሰርተ ሸውዓተ ይመፅእ ስብሓት ንስሙ ይኹን ፍቕሪ ኣምላኽ ሽዑ ኣብ ልብና ይፈስስ ሮሜ ምዕራፍ ሓሙሽተ ካብ ሓደ ስጋዕ ሓሙሽተ ይሕደስ ተስፋና ይሕደስ እግዚኣብሔር ተመስገን ይኹ እምነት ተስፋ ፍቕሪ ወሰንቲ እዩ ኣብ ሓደ ኣማን እሞ እምነትና ክሕደስ ተስፋና ክሕደስ ብፍቕሩ ይድብሰና ማለት እዩ ደበስ ናይ ፍቕሪ ኣለዎ እግዚኣብሔር ስብሓት ንስም ይኹን እምበኣር ዲያብሎስ ዋና ዓላሙ ካብ ፍቕሪ ኣምላኽን ካብ ትዕግስቲ ክርስቶስን ኣርቂቑ ኣብቲ ኣብ ዙርያና ዘሎ ማእለያ ዘይብሉ ጎደሎታት ግዜያዊ ጸገማት መንፈሳዊ ሕቶታት ናይ ህይወት ግድላት ከነድህብ እሞ ብኡ ክንተሓዝ ከነጉረምርም ክንጉሂ እዚ እቲ ዋና ዓላምኡ። ሽዑ ከነስቆርቁር ኣበይ ደኣ ሃላ ኣምላኽ ክንብል ወይ እውን ኣብ ክንዲ ነፍሰይ ንእግዚኣብሔር ባርኺ ተገብረልኪ ሰናይ ኣይትረስዕ እናበልና በረኸትና ክንዲ ንቆፅር ከምቲ ደቂ እስራኤል ኣብ መዝሙር ዳዊት ሚእትን ሽዱሽተን ዘላ ብኡ ብኡ ነቲ ዝገበረልና ክንርስዕ ደቂ እስራኤልሲ ካብ ሞት ኣድሒንዎምስ፣ ኣብ ባሕሪ ኤርትራ ካብ ጸላእቶም ኣሳጊርዎምስ፣ ብኡብኡ ተኣምራቱ ዝርስዑ ሰባት ነይሮም። ስለዚ ነቲ ዝገበረልና፣ ነቲ ዝገበረሎም ፍቕሪ ኣምላኽ ብክርስቶስ ክርስዕዎ ክገብር ይጋደል። ሰይጣን ሕሱም ይብለካ ኣሎ። ኣበይ ኢለካ ክትዝክር መዝሙር ዳዊት ሚእትን ሰለስተ ነፍሰይ ንእግዚኣብሔር ባርኺ ተገብረልኪ ሰናይ ከኣ ኣይትረስዒ። ነፍሰይ ንእግዚኣብሔር ባርኺ ኣብ ውሽጠይ ዘሎ ኩሉ ንቅዱስ ስሙ ይባርኽ ንኹሉ ንሱ ንኹሉ ኣበሳኺ ዝሓድገልኪ ንኹሉ ሕማምኪ ዝፍውስ ብሳልን ምሕረትን ዝኽለኪ ካብ ጥፍኣት ዝብጀወኪ ንድልየትኪ ድማ ብፅቡቕ ነገር ዘፅግብ ንእስነትኪ ድማ ከም ንስሪ ዝሕደስ ኢልዎ ዝሕድስ ኢልዎ ኣብቲ ግዜ ጥምዓትኪ ድማ ፍትሒ ዘውጻልኪ ኢልዋ እግዚኣብሔር መሓርን ጸጋውን እዩ ንኹሉ ኣበሳና ከምቲ ምብራቕ ካብ ምዕራብ ዝርሓቐ ኣብ ክርስቶስ ኮይኑ ነዚ ዶ ትርስዕ ነዚ ዶ ይርሳዕ ስለዚ ናብ ፍቕሪ ኣምላኽን ናብ ትዕግስቲ ክርስቶስን ከነቐናዕ ይምዕደና ማለት እዩ ኣብ ኤርምያስ ምዕራፍ ሰላሳ ደቂ እስራኤል ጸረ ክርስቶስ ኣብ ዝመጸሉ ብብዙሕ ጸበባ እቲ ናይ ያዕቆብ መከራ ተባሂሉ ዘሎ ኣብ ኤርምያስ ምዕራፍ ሰላሳ ብድሕሪኡ ግን እቶም ዝተረፉ ከጸናንዖም ከሎ ብናይ ዘለኣለም ፍቕሪ ኣፍቀርኩኺ ስለዚ ብምሕረት ሰሓብኩኺ ኢሉ ፍቕሪ ኣምላኽ ዘለኣለማዊ እዩ እሞ እዚ ኩሉ ፀበባ ምስ ሓለፉ ኣበይ ደኣ ነርካ ክብልዎ እዮም ፍቅሩ ግን ኣይልወጥን ደቂ እስራኤል እኮ ኣብ ግብፂ እዚ ኩሉ ንክንደይ ዘመናት መከራ ክፀግቡ ከለዉ ብፈርኦን ዓቕሎም ክፀቦም ከሎ ኣበይ ደኣ ነይሩ እግዚኣብሄር እንተበሉንሲ እንታይ ክብሎም እየ ኢልዎ ሙሴ ኣነ ሓራ ከውጻኩም እየ ኢልካሲ ነቶም ደቂ እስራኤል ኣብ ግብጺ ዝቕመጡ ዘለዉ ብባርነት ሓሳረ መከራ ጸጉቡ ዘለዉ ንገሮም ኢኻ ኢሉ እሞ መን ልኡኹኒ መን እዩ ልኡኽካ እንተበሉን እንታይ ክብሎም እየ እቲ ዘለኹ እየ ዘለኹ እዚ ኩሉ ዋላ ኣብ ጸበባ ከሎ ኣሉ እዎ ኣሎ እዚ ኩሉ መከራ እናሓለፉ እዎ ኣሎ ፍቕሩኸ ኣየቋርፅን ይብለካ ኣለኹ ኣበይ ኤርምያስ ምዕራፍ ሰላሳ ኣብ ኤርምያስ ምዕራፍ ሰላሳ እቲ ጸበባ ያዕቆብ ምስ ተዛረበ ከቢድ ጸበባ ከም ዝወርዶም ምስ ተዛረበ ኣብ ሰላሳን ሓደን ሽዑ እግዚኣብሔር ክረድኦም ከሎ እንታይ ኢሉ ኣብ ሰላሳ ኣንብብዎ በዓልኻትኩም ሽዑ ብ ሰላሳን ሓደን በቲ ግዜ እቲ ኣነ ኣምላኽ ኩላቶም ዓሌት እስራኤል ክኸውን እዮ እሞ ንሳቶም ድማ ህዝበይ ክኾኑ እዮም ይብል እግዚኣብሔር እግዚኣብሔር ከምዚ ይብል ኣሎ እቲ ካብ ሰይፊ ዘምለጠ ህዝቢ ካብ ናይ ጸረ ክርስቶስ ሰይፊ ዘምለጠ ህዝቢ ኣብ በረኻ ጸጋ ረኸበ። እስራኤል ንእስራኤል ከዕርፎ እኸይድ ኣለኹ። እግዚኣብሔር ካብ ርሑቕ ተራእየኒ፣ ካብ ርሑቕ ብናይ ዘለኣለም ፍቕሪ ኣፍቀርኩኺ፣ ስለዚ ከዓ ብምሕረት ሰሓብኩኺ። ፍቕሪ ኣምላኽ ኣይቋርፅን እዩ። ሕጂ እውን የፍቅረና እዩ ዘሎ። ኣይቋርፅን እዩ ዝለዋወጥ ኣምላኽ ኣይኮነን። ንስኻ ዶ ኣይትለወጥ እምበር ንስኺ ዶ ኣይትለወጢ እምበር ፍቕሪ ኣይልወጥን። ሕራይ እሞ ሰይጣንሲ ንሰብ ናብ ብዙሕ ኣንፈቱ ክዘብል ልቡ ክዘብል ዝገብር እዩ እንተ ሓደ ሓደ ዓሰርተ ሰይጣን ካብ ኣምላኽ ኣዒንትና ኣልዒሉ ልብና ቀልብና ካብ ትዕግስቲ ክርስቶስ ካብ ፍቕሪ ኣምላኽ ኣልዒሉ ናብ ካልእ ዘይግብኦ ዘይግብኣና ከነድህብ ከም ዝገብር ሓደ ዓሰርተ ነጥብታት ክዛረብ እዩ ቀዳማይ ካብ ናብ ኣምላኽ ናብ ፍርሃቱ ናብ ስስዐ ገንዘብ ናብ ንብረት ናብ ጥሪት ከነድህብ ብኡ ብዋኒና ክንተሓዝ ይገብር ቀዳማይ ካልኣይ ከ ናብ ገዛእ ርእስና ከዓ ከነድህብ ይገብር ናብኡ ጥሙት እዮም ዘንፀባርቑ ናብ እግዚኣብሔር እንታይ ኢሉ ኣብ መዝሙር ዳዊት ሚእትን ዕስራን ሰለስትን ኣታ ኣብ ሰማያት ትነብር ኣዒንተይ ናባኻ ይልዕል ኣለኹ ኢሉ ከመይ ከምቲ ኣዒንቲ ባሮት ናብ ኢድ ጎይቶም ከመይ ከምቲ ኣዒንቲ ገረድ ናብ ኢድ እመቤታ ንሕና እውን ወእግዚኣብሔር ንስኻ ክሳዕ ትርሕርሓልና ኣዒንትና ናባኻ ናብቲ ሰማይን ምድርን ዝፈጠርካ ኣምላኽ ነቕንዕ ኣለና ኢሉ መሓረና ኣዚና ንዕቀት ጸጊብና ኢና እሞ ጎይታየ መሓረና ኢሉ ነፍስና ብላግፂ ሕንቁቓት ብንዕቀት ዓጉያት መከራ ጸገበት እዩ ከምኡ ከጽግቡኻ ክእሉ እዮም ናበይ ግን ትጥምት ረድኤት እግዚኣብሔር ተመስገነ ይኹን ስለዚ ናብ ገዛእ ርእስኻ ክተድህብ ይገብር ንስኻ ተዋይ ኢኻ ወይ መን ኢኻ ይቕሬታ መን ኣቋፂሩካ ክሳዕ ዝብል ክ- ክትነዓቕ ዝገብር እዩ ካልእ ከ ናብ በደልካ ናብ ኣበሳኻን ከተደይብ ይገብር ኣብ በደልካ ኣብ ድኻምካ ሽዑ ብኡ ተስፋ ክትቆርፅ ገብር ኣብቲ ካልኣይ ክፋል ትምህርትና ክዝርዝሮ እየ ደቂ እስራኤል ኣብ ኣበሶም ከንህቡ ይገብሮ ብስሩ ከዓ ይሕለሉ ህያው ንእግዚኣብሔር ብንስሓ ናብ እግዚኣብሔር ተመለስ ኣብኡ ኣብኡ ኮለል ክትብል ኣይትንበር መበል ሓምሻይ ናብ ፀላኢኻ ናብ ሓይሉን ከተድህብ ናብቲ ኣብ ዙርያኻ ዘሎ ክተድህብ ናብቲ ሽግርካ ናብቲ መከራኻ ክተህብ ይገብር ካልእ ከ ናብ ስጋዊ ምድራዊ ጸገማትካ ሽግራትካ ኣብ ዙርያኻ በዓል ክሶ ከምዚ ሎ ንስኻኸ እናበለ በቲ መከራኻ ኣብ ዘየድሊ ክተድህብ ይገብረካ ከምዚ እናገበረ ኣድህቦና ካብ ፍቕሪ ኣምላኽን ካብ ትዕግስቲ ክርስቶስን ከርሕቆ ክንደይ ዘይጋደል እምበር ካብ ንኣምላኽሲ ንሽግርካን ንጸገምካን ኣድሚካ ትርኢ እንተኾንካ ወይ ኣብ ዙርያኻ ንዘሎ ኩነታት ትጥምት ተኾንካ ሽግራትካን ጸገማትካን ንኣምላኽ ኣህሲሱ ክትርኢ ነቲ ኩሉ ዝኽእል ኣምላኽ ኣብኡ ከይተሰብህል ወረ ኣበሎ ኣምላኽካ ኣብለካ ኣበሎ ኣምላኽካ ኣብለካ እዚ ከዓ ንኣምላኽ የግዮ ከይሕግዘካ ብእምነት ኣዳኺሙ ገጽካ ናብ ኣምላኽ ከይተቕንዕ ይገብረካ ዋና ዕላምኡ ናብ እግዚኣብሔር ናብ ፍቕሩን ከይትጥምት እዩ ካብ ንኣምላኽ ንሽግርካ ንጸገምካ ንኹነታትካ ዓቢኻ እትርኢ እንተ ደኣ ኾንካ ንኣምላኽ ክትንዕቕ ገብረካ

ከምዚ ምዃኑ ፈሊጥና ንእግዚኣብሔር ከይነመስግን ክብሩ ከይንገልጽ ናብ ፍቕሩ ከይንጥምት ብትዕግርሲ ክርስቶስ ድማ ነቲ እንሓልፎ ዘለና መከራ ከይንሓልፍ ምእንቲ ክገብር ዝገበሮ ሎሚ በዚ ትምህርቲ እዚ ለቢምካ ልብኻን መንፈስካን ህይወትካን ናብ ፍቕሪ ኣምላኽን ናብ ትዕግስቲ ክርስቶስን ከተቕንዕ ይነግረካ ኣለኹ እምበኣር ክርስቶስ ኣምላኽ ኣፍቂሩካ ወዱ ሰዲዱልካ ወዱ ሰዲዱልኪ ወዱ ድማ ኩሉ ኣበሳኻ ካብ ከፈለ ሕማምካ ተወሲዱ እዩ እሞ ኣብቲ ዝሕመካ ጸሊ እግዚኣብሔር ከናግፈካ እዩ እመን ዓይንኻ ሰማ ብሎ ወይ ናብ እግዚኣብሔር ጠምት ኣብቲ ዝሕመካ ድማ ዝሕመኪ ኢድ ክንብሪ እግዚኣብሔር ኣምላኸይ በዛ ሰዓት እዚኣ ሓይሊ ሕማም ሓይሊ መርገም በየስም ካብ ሓወይ ካብ ሓብተይ በየስም ካብ ኣደይ ካብ ኣቦይ ተነቐል ብስም የሱስ የማነይቲ ኢድካ ዘርግሓሎም ጎይታ ሕማሞም መርገሞም ጸልማቶም ሓይሊ ጸልማት ሓይሊ ኣጋንንቲ ሓይሊ መርገም በየስም ይሰበር በየስም ይቀንጠጥ በየስም ይውደቕ በየስም ይሕረር ብሽም የሱስ ዘይትገብሮ ግበር ተስእ ተስእ ኣጆኻ ብስም የሱስ